እቲ ኩናት ይነውሕ እምበር ይንፈርሕን ክትብል ኢራን ገሊጻ ኢራን ንሽዱሽተ ሸዋርሕ ክጸንሐ ዝኽእል ኣጽዋር ከም ዘለዋ ክትገልጽ እንከላ ከም ዝፍለጥ ኢራን ብዓቕሚ ምስ ሓያላት ሃገራት ኣሜሪካን እስራኤል ዝወዳደር እኳ እንተዘይኮነ ብቴክኖሎጂ ነጽዋር ነብ ልዕሊ ዘን ሃገራት ዘለዋ ብልጫ ግን ዓብዩ ከም ዝኾነ ይግለጸ ኣሎ ብመሰረት ቀረባ እዋን ዝወፀ ፀብፃብ ብሉምበርግ ኢራን ብሕሱር ዋጋ ንፀላእታ ብዙሕ ዋጋ ተኽፍሎም ኣላ ክብል ዝገለፀ ኮይኑ እቲ ኢራን ተውንጭፎ ዘላ ሚሳኤላት ኣርባዕተ ሚልዮን ዶላር ክኸውን እንከሎ ሃገራት ድማ ንዕኡ ንምስዓር ዒስራ ሚልዮን ዶላር ዝውድኡ ኢንተርፒሳር ሚሳኤላት ይውድኣ ከም ዘለዋ እዩ ዝገልፅ። ይኹን እምበር ኢራን ክስካብ ሕጂ ዘመናዊ ሚሳኤላታ ከም ዘይተጠቐመት እያ ትገልፅ ዘላ። እዚ ከምዚ ኢሉ እንከሎ ሚኒስተር ጉዳያት ወጻኢ ኢራን ኣባስ ኣራጋቺ ሚሳኤላት እታ ሃገር ኣሜሪካ ከምዘይበጽሕ ብምግላጹ ንመደረ ፕሬዚደንት ኣሜሪካ ዶናልድ ትራምፕ ነጺጉዎ። ፕሬዚደንት ትራምፕ ኣብ ልዕሊ ኢራን ውግእ ዝኸፈተሉ ሓደ ምኽንያት እታ ሃገር ኣብ ቀረባ ግዜ ኣሜሪካ ክበጽሑ ዝኽእሉ ሚሳኤላት ከተዕጥቕ ስለዝኾነት ምዃኑ ተዛሪቦም ነይሮም ትማሊ ምስቲ ናይ ኣሜሪካ ኤንቢሲ ኒውስ ጣብያ ተለቨጅን ቃለ ምሕተት ዝገበረ ሚኒስተር ጉዳያት ወፃኢ ኢራን ነቲ ናይ ትራምፕ ክሲ ሓሶት ሓበሬታ ክብል ኣቃሊዕዎ። ኣራጋቺ ከም ዝበሎ ድማ ሚሳኤላት ናይ ምፍራይ ዓቕሚ ኣለና፣ ግና ከ ርሕቐት ናይቶም ሚሳኤላት ካብ ክልተ ሽሕ ኪሎ ሜትር ከይበልፅ ኢልና ብፍላጥ ኢና ርእስና ገዲብና ኢና ክብሉ ገሊፆም። ምኽንያቱ ኣብ ዝተፈረም ዓለም ብዘሎ ዝኾነ ኣካል ከም ስግኣት ክንረኣ ስለ ዘይንደሊ ኢና ክብል ነቲ ጣብያ ተለቨጅን ገሊፆም። ሕጂ ርሕቐት ሚሳኤላት ንምውሳኽ ዝጀመርናዮ ምንም ዓይነት ትልሚ የለን ክብል እውን ኣስሚሮምሉ እቶም ሚኒስትር ጉዳያት ወፃኢ ኣብቲ ቃለ ምሕተቶም። ናይ ስምምዕ ምቁራፅ ተኹሲ ናይ ምብፃሕ ሓሳብ እውን ነፂጎምዎ። ኤሜሪካን እስራኤልን ሰባት ይቐትሉ ኣለው፣ ደቂ ኣንስትዮ ተምሃሮ ይቐትሉ ኣለው፣ ሆስፒታላት የጥቅዑ ኣለው ዝበሉ ኣራጋቺ ምእንቲ ህዝብና ክንብል ውግእ ክንቅፅል ኢና ክብሉ ተሰሚዖም። ኣራጋቺ ኤሜሪካ ካብ ዝተሳተፈትሉ ናይ ዝሓለፈ ዓመት ናይ ዓሰርተ ክልተ መዓልትታት ውግእ ኢራንን እስራኤልን ድሕሪኡ ዝበፅሐ ምቁራፅ ተኹሲ ከምተጣሓሰ ተዛሪቦም። ወሲኾም እውን ሕጂኸ ደጊምካ ምቁራፅ ተኹሲ ምሕታት ኣድላዪ ድዩ ከምዘይሰርሕን እዩ ክብሉ ገሊፆም። ውግእ ብዘላቕነት ደው ክብሉ ኣለዎ ዝበሉ እቶም ሚኒስትር ጉዳያት ወፃኢ እቲ ነገር እስካብ ዘይረኸብናዮ ግን ምእንቲ ህዝብናን ድሕንነትናን ክንብል ውግእ ክንቅፅል ዘለና ይመስለኒ ክብሉ ተዛሪቦም። ወዱ ነቲ ብመጥቃዕቲ ኤሜርካን እስራኤልን ዝተቐተለን ልዕሊ ሳላሳን ሓሙሽተን ዓመታት ዝመርሐ ኣያቶላ ዓሊ ካሚኒ ዝኾነ ሞጀቶባ ካሚኒ የተክእ ኣቦኡ ብምዃን ተመሪፁ። እዚ ሓምሳን ሽዱሽተን ዓመቱ ሰብኣይ ብዙሕ ክረእ እኳ እንተዘይፀንሐ፣ ስልጣን መንግስቲ ሒዙ ከምዘይፈልጥ እውን እዩ ዝግለፅ። ህዝባዊ መደረታት ኮነ ቃለ መሕተት ክህቡን ኣይረኣን። ናብ ግዳም ዝወጹ ውሱናት ተሳእልን ቪድዮታትን ጥራሕ ከም ዘለውዎ ድማ ይግለጽ። እንተኾነ ብብሒል ጎቦ ኮይኑ ኣብ ኢራን ንዓመታት ልዑል ጽልዋ ከም ዝጸንሖ እዩ ዝውረ። ኣብ ክልተ ሽሕ ብዊክሊክስ ዝለኣሓኾ ሓበሬታ፣ ዲፕሎማስያዊ መርወቅ ኣሜሪካ ብድሕሪ መጋረጃ ዘሎ ሓይሊ ክብል ድሕሪ ምግላጹ፣ ኣብ ውሽጢ እቲ ስርዓት ከም ብቑዕን ሓያልን ሰብ ከም ዝረኣ ማዕከን ዜና ኤፒ ሓቢሩ። እዚ ከምዚ ኢሉ እንከሎ መራሒ ኢራን ኮይኑ ምምራጹ ግን ኣካታዒ ክኸውን ይኽእል እዩ። እቲ ዘውዳዊ ስርዓት ዓልዮ ሽሕን ትሽዓተ ሚእቲ ሰብዓን ሓሙሽተን ስልጣን ጨበጠ እስላማዊ ሪፐብሊክ ላዕለዋይ መራሒኡ ዝመረጸ ብውሽጣዊ ምትኽኻእ ዘይኮነስ ብመሰረት ሃይማኖታዊ ዘለዋ መርገጽን ዝመስከረ መሪሕነት ምዃኑ እዩ ዝገልጽ። ኣያቶላ ዓሊ ካሚኔ ኣብዚ ኩሉ ዓመታት ዘበነ ስልጣኑ ብዛዕባ ተካኢኡ ብሓፈሻ እንተዘይኮይኑ ብንጹር ድማ ብዙሕ ተዛሪቡ ኣይፈልጥን። ሓደ ኣባል ባይቶ ክኢላታት ኢራን ቅድሚ ክልተ ዓመት እቲ ሰማንያን ሸሞንተን ዝኣባላቱ መራሒ ዝመርጽ ኣካል፣ ኣሊ ካሚኒ ወዲ ሕፁይ ኮይኑ ክቐርብ ዝብል ሓሳብ ከም ዝቃወም ገሊፁ ተነበረ እንተኾነ ግን ብግልፂ ከምኡ ኢሉ ክዛረብ ተሰሚዑ ኣይፈልጥን። ብ ሸሞንተ መስከረም ብ ሽሕን ትሽዓተ ሚእቲ ስሳን ትሽዓተን ኣብ ሰሜናዊ ምራቅ ከተማ ማሻሃ ዝተወለደ ማጅቶባ ካብ ሽዱሽተ ደቂ ዓሊ ካሚኒ መበል ካልኣይ እዩ። ካልኣይ ደረጃ ትምህርቱ ድማ ኣብ ቴህራን ዝርከብ ሃይማኖታዊ ቤት ትምህርቲ ዓሊማ ተማሂሩ። እዚ ከምዚ ኢሉ እንከሎ ድማ እስራኤልን ኤሜሪካን ኣብ ልዕሊ ኢራን ዝፍጽሞ ዘለዋ መጥቃዕቲ ኣብ ዝቕጽለሉ ዘሎ እዋን ኣብ ኢራቕ ዝመደበሮም ዕጡቓት ጉጅለታት ኩርዳውያን ኢራን ኣብ ቀረባ እዋን ዶብ ሰጊሮም ኣንጻር እስላማዊ ሪፐብሪክ ናብ ኲናት ንምእታው ይኽእሉ እዮም ዝብል ግምታት እናወሰኸ ይመጽእ ኣሎ። ኢራን ነዚ ኣብ ዝሃበቶ ግብረ መልሲ ድማ ኣብ ልዕሊ ሓያሎ ጉጅለታት ኩርዳውያን መጥቃዕቲ ፈጺማ ኣላ። ብሰንኪ መጥቃዕቲ ፓላስቲክ ምሳይል ሓደ ዕጡቕ ከም ዝመተ ድማ ተገሊጹ። እዚ ከምዚ ኢሉ እንከሎ ፕሬዚደን ኤሜሪካ ዶናልድ ትራምፕ ብሸውዓተ መጋቢት ኩርዳና ን ኢራን ክዋግኡ ከም ዝደልዩ ድማ ገሊጹ ነይሩ። ሲኤንኤን ንሓደ ጉጅለ ደቂ ኣንስትዮ ዝሓቖፈ ቦጦለ ንሳሕቲ ዝርከብ ኣጋጣሚ ምብርካው ከምዚ ክብል ገሊጹ ኣሎ። ኩርዳውያን ደቂ ኣንስትዮ ተጋደልቲ ኢራን፣

ኩርዳውያን ተጋደልቲ ኣንጻር ኢራን ኣብ ዝካየድ ኩናት ክሳተፉ እዮም ዝብል ጸብጻብ ነጺጎም። ትራም ኣብ መርከብ ኤርፎርስ ዋን ንጋዜጠኛታት ኣብ ዝሃቦ መግለጺ ኩርዳውያን ናብቲ ኩናት ክጽንበሩ ዝኾነ ተገዳስነት ከም ዘይብሉ ገሊጹ። ነዚ መግለጺ ዝገለጸ ሰበ ስልጣን ኤሜሪካን እስራኤልን ኣብ ኢራን ዝርከቡ ኩርዳውያን ንመሬት መጥቃዕቲ የዳልዉ ከም ዘለዉ ዝገልጽ ጸብጻብ ድሕሪ ምውጽኡ እዩ። ፕረይደን ኤሜሪካ ዶናልድ ትራምፕ ህዋ ንኢራን ስዒባ ዕላማ ምምሕዳሩ ምዃና ብምግላጹ የንዋሕ ይሕጸረታ ደሴት ለውጢ ከምጽእ ምዃኑ ከም ዝኣምን ገሊጹ። ፕረይደን ኤሜሪካ ዶናልድ ትራምፕ ነዚ ዝገለጸ ኣገልግሎት ኤሌትሪክ ህዋ ን ዕስራን ኣርባዕተን ሰዓታት ድሕሪ ምቁራጹ ድሕሪ ሓደ መዓልቲ እዩ። እቲ ፕረይደን ኤሜሪካ ዶናልድ ትራምፕ ምስታ ከም ንዮሌን መስን፣ ልዊስን ሳዋርስን ዝኣመሰሉ ከዋኽብቲ ጋንታ ኩዕሶ እግሪ ኢንተር ሚያሚ ኣብ ዝተራኸበሉ እዋን ንሓደ ካብ ወነንታ ኩባዊ ኤሜሪካዊ ጆርጅ ሙስ፣ ነቲ ኣብ ኩባ ዝካየድ ከውዕልዎ ምዃኖም ተዛሪቦም። ወሲኹ ድማ ሰበ ስልጣን ኩባ ኣብቲ ክትግምቶ እትኽእል ንላዕሊ ውዕል ክገብሩ ይደልዩ ኢሉዎ። ጀርጅሙስ ብወገኑ ዝገርም መዓልቲ ክኸውን እዩ ክብል ድማ መሊስሉ። ፕሬደን ኤሜሪካ ዶናልድ ትራምፕ ምስ ሲኤንኤን ኣብ ዝገበሮ ቃለ መሕተት ኩባ ኣብ ቀረባ እዋን ክትወድቕ ምዃና ብምሕባር መራሕቲ ኩባ ስምምዕ ንምፍጻም ይዛተዩ ከምዘለዉ ንማርኮ ሮቢዮ ክልእኾን እንታይ ከምዝስዕብ ክርእዮን ምዃኑ ድማ ተዛሪቡ። ኣብዚ እዋንዚ ቀንዲ ኣትኩሮኦም ኣብ ኢራን ከምዘሎ ብምግላጽ፣ ይኹን'ምበር ብዙሕ ግዜ እዩ ዘለና፣ ኩባ ድሕሪ ሓምሳ ዓመት ድልውቲ ኮይና ኣላ ክብል ገሊጹ። ልክዕ ግዜ እኳ እንተዘይገለጸ፣ ካብ ዳሕረዋይ መግለጽታቱ ግን ምምሕዳሩ ንኩባ ከም ቀንዲ ኣካል ዞባ ኣጀንድኦም ብምርኣይ ጸቕጢ ክገብሩላ ከምዝሓሰቡ ድማ ርዱእ ይመስል ኣሎ። ሚኒስተር ጉዳያት ወጻኢ ኤሜሪካ ማርኮ ሮቤዮ ናብ ኩባ ዝኸደሉ ምኽንያት፣ ገጽ ንገጽ ተራኺቦም ንምዝታይ ከምዝኾነ ድማ ተገሊጹ። እዚ ከምዚሉ እንከሎ ድማ ተንተንቲ ከምዝገልጽዎ፣ ብላዕሊ ክትምልከቶ እንከለኻ እቲ ተኽእሎ ንኡስ ይመስል። እንተኾነ ሎሚ ዓመት ብዙሕ ትጽቢት ዘይተገበረሎም ፍጻመታት እዮም ተኸሲቶም ክብሉ ድማ ይገልጹ ኣለዉ። ፕሬይደን ኤሜሪካ ዶናልድ ትራምፕ፣ ኤሜሪካ ንፕሬይደን ቨንዚወላ ነበር ኒኮላስ ማዱሮ ብ ሰለስተ ጥሪ ፍሉይ ስርሒት ብምክያድ ኣሲራ ናብ ሃገራ ዝወሰደቶ ሓደ ጉሉሕ ኣብነት እዩ ክብሉ ድማ ይገልጹ ኣለዉ። ነዚ ስዒቡ ድማ እታ ቀንዲ ዞባዊት መሓዛ ቬንዚወላ ዝኾነት ኩባ፣ ካብ ቬንዙዌላ ትረኽቦ ዝነበረት ቀንዲ ምንጪ ዘይተጸረየ ነዳዲ ድማ ክስእኖ ተገዲዳ ትርከበላ። ብሰንኪ ፕሬደን ኤሜሪካ ዶላንድ ትራምፕ ዝተጓነፎ ሕጽረት ከም በዓል ሜክሲኮ ዝኣምሰላ ሃገራት ድማ ክሽፍኖ ኣይከኣለትን። ኣብዚ ግዜ እዚ ድማ ኣብ መላእ ኩባ ምልክታት ቅልውላው ነዳዲ ድማ ይረኣ ከም ዘሎ ይግለጽ ኣሎ። ሒደት ካብተን ጓሓፍ ዝእክባ ናይ መንግስቲ መካይን ይሰርሓ ብዘይምህላወን ጓሓፎ ጎደናታት ተኾሚሩ ይረኣ ከም ዘሎ ድማ ይግለጽ ኣሎ። ነበርቲ ንጥዕነኦም ብምስጋእ ነቲ ጓሓፍ ስለ ዘንድድዎ ዝስርስር መሪር ዓጊታት ትኪ ይፍጠር ከም ዘሎ ድማ ይግለጽ ኣሎ። ኣብቲ ብተዛማዲ ሃፍታማት ዝነብሩሉ ከባብታት ርእሰ ከተማ ሃቪና ከይተረፈ ኣገልግሎት ኤሌክትሪክ ኣብ ዝቋረጸሉ እዋን ብዕንጸይቲ ምግቦም የብስሉ ከምዘለዉ ድማ ይግለጽ። ሕጽረት ነዳዲ ንምንቅስቓስ መካይን ጥራሕ ዘይኮነ ጀነሬተር ንዘይምጥቃም እውን ደሪኹ ይርከብ ኣሎ። ኣገልግሎት ሓይሊ ኤሌክትሪክ ኩባ ኣብ ዘመነ ሕብረት ሶቭየት ዝተተኸለ ኮይኑ ንጠለባት ዘቤታዊ ሃልኪ እውን ምሉእ ብምሉእ ዘማልእ ኣይኮነን። ብቀዳም ዕስራን ሸሞንተን ለካቲት ክልተ ሽሕን ዕስራን ሽዱሽተን ዝጀመረ መጥቃዕቲ እስራኤልን ኤሜርካን ኣብ ልዕሊ ኢራን ስዒቡ፣ ላዕለዋይ መራሒ ኣያቶላ ዓሊ ካሚኔ ምስ ተቐተለ፣ እቲ ረጽሚ ናብ መላእ ማእከላይ ምብራቕ ተዘርጊሑ ኣሎ። ኢራን ኣብ መላእ እቲ ዞባ ሚሳኤላትን ድሮናትን ብምውንጫፍ፣ ንእስራኤልን ባህሬንን ኩወይትን ቀጠርን ሕቡራት ኢሚራት ዓረብን ዮርዳኖስ ስዑድ ዓረብ፣ ቆጵሮስ ኣዘርባጃን፣ ብመጻብቦ ሆርሙዝ ዝሓልፋ መራኽብ ዕላማ ብምግባር ነቲ መጥቃዕቲ ምላሽ ሂባ። ብኢራን ዝድገፍ ዕጡቕ ጉጅለ ሊባኖስ ዝኾነ ሺዓ ኢስላም ዝኽተል ህዝቦላህ፣ ካብቲ ኣብ ሊባኖስ ዝርከብ መደበራት፣ ናብ እስራኤል ሮኬት ብምውንጫፍ ናቱ ውግእ ተጸንቢሩ። እስራኤል ድማ ኣብ ሊባኖስ ኣብ ልዕሊ ዕላማታት ህዝቦላ መጥቃዕቲ ብምፍጻም ምላሽ ትህበሉ ኣላ። ይኹን እምበር ብሰንኪ እዚ ኣብ ልዕሊ ሰለማውያን ሰባት ከቢድ ሃሰያ ይወርድ ከምዘሎ እዮም ጸብጻባት ዘመላኽቱ። ኣብተን ማእከላይ ምብራቕ ዝተፈላለየ ካምፕታት ዝነብሩ ኤርትራውያን እውን ግዳያት እቲ ረጽሚ ይኾኑ ኣለዉ። ብፍላይ ኣብ ሊባኖስ ብሰንኪ ዝተኻየደ ደብዳብ ገለ ኤርትራውያን ህይወቶም ክሓልፍ እንከሎ፣ ኣብ ሕቡራት ኢምሬት ዓረብ ድማ ብሰንኪ ዝወረደ ስብርባር ሚሳኤላት ኤርትራውያን ዝርከቦም ሰባት መጉዳእቲ ወሪድዎም ኣሎ። ኣብ ሊባኖስ ብፍላይ ኣብ ከባቢ ጁኒድ ቅድሚ ክልተ መዓልቲ ዝተኻየደ ብርቱዕ ደብዳብ ሚሳኤላት ብዙሓት ዜጋታት ህይወቶም ንምድሓን ካብ መንበሪኦም ክስደዱ ከምዝተገደዱ ሓንቲ ካብቲ ቦታ ዝሃደመት ዜጋ ንሲኤንኤን ገሊጻ። ኹነታት እቲ ዞባ ካብ ግዜ ናብ ግዜ እናተጋደደ እዩ ዝኸይድ ዘሎ። ኣብ ከባቢ ጁኒድ ብርቱዕ ደብዳብ ሚሳኤላት ተኻይዱ ብምባል ብሰንኪ እቲ ዘይተሓሰበ መጥቃዕቲ ኣብቲ ከባቢ ዝነብሩ ኤርትራውያንን ኢትዮጵያውያንን ህይወትና ንምድሓን ካብቲ ቦታ ክወጹ ከምተገደዱ ድማ ገሊጻ። እቲ ናብ ውሑስ ቦታ ዝወስድ መንገዲ ብኣሽሓት ዝቑጸር ሰባትን ተሽከርከርትን ተዓጽዩ ስለ ዝነበረ፣ ምንቅስቓስ ኣዝዩ ጽንኩር'ዩ ነይሩ ክትብል ድማ ትገልጽ። ብሰንኪ'ዚ ድማ ብዙሕ ሓደጋታት ኣብቲ መንገዲ ተዓጽዮም ከም ዝርከቡ ሓቢራ። ሲኤንኤን ዘዘራረባ ሓንቲ ኣካል ኣብቲ ሓደጋ ተዓጽያ እትርከብ ኢትዮጵያዊት ብወገና፣ እቲ ብርቱዕ ደብዳብ ስዒቡ ገለ ኢትዮጵያውያን ተወቒዖም ኣለዉ። እንተኾነ ክስካብ ሕጂ ዝሞተ ሰብ የለን ክትብል ገሊጻ። ኩነታት ኣዝዩ ዘስንብድ እዩ ኮይኑ ዘሎ። ካብቲ ከባቢ ንምህዳም እውን ካሊእ ፈተና ብምዃኑ ከምኣ ዝኣመሰሉ ኣብ መንጎ እቲ ሓደጋ ተዓጽዮም ክተርፉ ዝተገደዱ ብኣሽሓት ከምዘለዉ ወሲኻ ሓቢራ። ካብቲ ቦታ ክንወጽእ ኢና ንደሊ። እቲ ዘሕዝን ድማ ክስካብ ሕጂ መሃያና ስለዘይተኸፈለና ንመጓዓዝያ ዝኸውን ሓንቲ ሳንቲም እኳ የብልናን ክትብል ጸገማ ተብርህ። ወሲኻ ድማ ገለ መኻይን ክንሓትት እንከለና ነብሲ ወከፍ ሰብ ሚእቲ ዶላር ክኸፍል ኣለዎ ይብሉና ኣለዉ። እዚ ገንዘብ እዚ ካበይ ክነምጽኦ? ኣብ ከቢድ ጭንቀት ኢና ዘለና ክትብል ገሊጻ። ምስዚ ተኣሳሲሩ ኤምባሲ ኤርትራ ኣብ ርእሰ ከተማ ኣቡዳቢ ኣብታ ሃገር ዝርከቡ ኤርትራውያን ኣድላዩ ጥንቃቐ ክገብሩ ድማ ተማሕጺኑ ኣሎ። እቲ ኤምባሲ ኣብ ዘውጽኦ መዘኻኸሪ፣ ዜጋታት በቲ ተፈጢሩ ዘሎ ኩነታት ከይተሰናበዱ ብሚኒስትሪ ውሽጣዊ ጉዳያትን ካልኦት መንግስታውያን ትካላት ሕቡራት ኢምሬት ዓረብ ዝወሃቡ መምርሕታት ጥራሕ ክስዕቡ ኣተሓሳሲቡ። ብተወሳኺ ድማ ሰኣል ይኹን ቪድዮታት ኣብ ማሕበራዊ መራኸብታት ካብ ምልጣፍ ክቑጠቡ ድማ ጽኑዕ መዘኻኸሪ ሂቡ ኣሎ። እዚ ከምዚ ኢሉ እንከሎ ድማ እስራኤላዊ ጋዜጠኛ ኣሎን ማዝራሂ ታሪኽ ንዕዘብ ኣለና፣ ኢራን ንኹሉ ዘግርሞ ንመደበራት እሜርካ ኣዝዩ ብዕምቆትን ብሰፍሒን ብወሳኒ መንገድን ትድምስሶ ከምዘላ ገሊጹ፣ ዓለም ግን ክትርእዮ ድልውቲ ኣይኮነትን ክብል ገሊጹ። ንሱ ከም ዝገለጾ ኣብ ውሽጢ ኣርባዕተ መዓልታት ኢራን ኣብቲ ዞባ ስፍሓት ወታደራዊ ዕብለላኣ ክተስፍሕ ክኢላ። ኢራን ኣብ መላእ ዓለም ዝተኸበረ ዝበዝሐ ወታደራዊ መዓስከራትን ንብረትን መሳርሕታትን ኣዕንያቶ። ኣብ ባሕሬንን ኩዌትን ከምኡ'ውን ቀጠርን ስዑድ ዓረብን ዝርከባ መደበራት ኤሜሪካ ገለ ካብቶም ኣብ መላእ ዓለም ዝዓበዩ ወታደራዊ ትካላት እዮም ክብል ገሊጹ። እዞም ኣብ ውሽጢ ሓያሎ ዓሰርታት ዓመታት ንምህናጾም ትሪልዮናት ዝወድኡ ንብረት እዮም ዝበለ ኮይኑ፣ ብዛዕባ ንልዕሊ ሰላሳ ዓመት ዓብዩ ክቡር ክፋል ወታደራዊ ውጽኢታት ንዕዘብ ኣለና። እቲ ክኽድይብ ንሪኦ ኣለና ክብል ገሊጹ። ንሓደ ቁራጽ ኣማኢት ሚልዮን ዶላራት ዝኽፈሎን ራዳራት ብቕጽበት ክዓኑ ንርኢ ኣለና። ምሉእ ወተሃደራዊ መዓስከራት ተደብዲቦም ክቃጸሉ፣ ክድምሰሱን ክዓንዉን ንርኢ ኣለና። ከምኡ'ውን ካብ ኣፍልጦይ ይብለኩም ኣለኹ፣ ኣሜሪካ ኣብ ምሉእ ታሪኻ ከምዚ ዓይነት ዕንወት ኣጋጢምዋ ኣይፈልጥን፣ ብዘይካ ምናልባት ፐረል ሃርበር ግን ሓደ መጥቃዕቲ'ዩ ነይሩ ክብል ይገልጽ። ኣብ ንቡር ኩናት ግን ከምዚ ሕጂ ኢራናውያን ኣብ ልዕሊ ወታደራት ሓይሊ ኣሜሪካ ዝገብርዎ ዘለዉ ልዕሊ ወታደራት ኣሜሪካ ዘነጻጸረ ጽልኢ የለን። እዚ ድማ ንእምነት ዝጻረር እዩ። እቲ ወታደራዊ ኩነታት ኣዝዩ ሕማቕ ስለ ዝኾነ፣ ሳንሱር ዳርጋ ነብሲ ወከፍ ሓድሽ ሓበሬታ ብዛዕባ እዚ ኩናት ዝዓግቶ፣ መዓልታዊ ውግእ ንውሑዱ እናወሓደ፣ ንቃላዕ ኣለና ኣስተውሂልኩም እንተኾይንኩም ክብል ገሊጹ። ቅድሚ ሰላሳን ሓሙሽተን ዓመት ኣብ ቀዳማይ ኩናት ዒራቕ፣ ካብ ዒራቕ መወዳእታ ዘይብሉ ተንቀሳቓሲ ስእሊ ይረኣየና ነይሩ። ሽዑቲ ስማርት ቦምባታትን ካሜራታትን ሓድሽ ነገር እኳ እንተዘይነበረ፣ ምሸት ምሸት ግን ናይ ለይቲ ተንቀሳቓሲ ስእሊ የርእየና ነይሩ፣ ሕጂ ዳርጋ ቪድዮ ንርኢ ኣለና ክብል ገሊጹ። ነዚ ተረድኡ እቲ ዝዓበየ ወተሃደራዊ ሓይሊ ዓለም እዩ እቲ ዝበሃል ናይ ዓለም ዝዓበየ ናይ ኣየር መቋሚ ዘለዋ ኮይኑ፣ ንኣርባዕተ መዓልታት ድማ ኤሜሪካ ኣብ መጥቃዕቲ ኣብ ዘለወትሉ እዋን ምክልኻል ኢራን ትሰብር እያ ትበሃልን ኣብ ልዕሊ ሰማያት ኢራን ናይ ኤሜሪካ ዕብለላ ምልክታት ንርኢ ኣለና ኣበይ ኣሎ እቲ ኩሉ ተንቀሳቓሲ ስእሊ? ናይተን ነፈርቲ ኣብ ልዕሊ ቴህራን ወይ ዝኾነ ክፋል ኢራን ንዕኡ ዝኸውን ክብል ገሊጹ። ወታደራት ኤሜሪካ ኣብ ኢራን እግሮም ከንብሩ ክሓልሙ እኳ ኣይኽእሉን እዮም። እዚ ኲናት እዚ ክሳብ ክንደይ ተስፋ ቆረጥ ምዃኑ ድማ ኣብ ረብዓይ መዓልቲ ድሮኻ ምምሕዳር ትራምፕ ዝዓበደ ሓሳባት ትሰምዕ ከም ዘለኻ ካብ ወሽመጥ ፈረስ ንዝወፃ ነዳዲ ዝፀዓና መራኽብ ወታደራውያን ዓጀብቲ ክልእኹ ሓሳብ የቕርቡ ኣለዉ እንታይ ደኣ ትዛረቡ ኣለኹም መራኽብ ኣሜሪካ ናብ ርሕቐት ኣሽሓት ሚሳኤላት ኢራን ክትሰድድ ትደሊ ኣብዚ ሕጂ እዋን መፃዊ ሆርሙዝ ክሓልፍ ዝኽእል ሰብ የለን ኢራናውያን ነዚ ካብ ዝዳለዉ ዓሰርታት ዓመታት ኣቑጺሮም ኣለዉ። ብኻሊእ ዜናና ድማ ወደባት ባጽዕን ዓሰብን ነጻ ናይ ንግዲ ቦታ ክኸውን ናይ ኤርትራዊ ኩሉ ሓሳብን ፕላንን እዩ። እንተኾነ ግን ሻቕሎት ራዕድን ኢማራት ዓረብ ፍረይዘን ናይ ኤርትራ ከይሰርሕ ወደባት ዓሰብን ባጽዕን ተባራሪ ኣድላይነት ታብ ሑጻ ዝተሰርሐት ፍረይዘን ዱባይ ባይታ ዘቢጡ ድርታ ኣርተፍሻለ ሑጻ ዝተሰርሐት ከተማ ዱባይ ከምቲ ዝነበርቶ ሰፈርቲ ኳን ከምትኸውን ስለዝፈለጡ እዮም ምስ ስርዓት ብልጽግናን ወዲ በሻሻን ብምሽራኽ ትሕቲ ጣውላ ይኹን ብላዕሊ ገንዘባውን ንዋታዊ ነጽወራ ዝሓገዝ ብምግባር ንምርማስ ወድባት ኤርትራ ቢልዮናት ክተፍስ ጸኒሐን ኣላን። ስለዚ እዛ ኣርተፍሻል ሑጻ ዝተሰርሐት ኣዋዳድቓ የጽብቐላ እምበር ካብ ኢራንን ስዑድ ዓረብን ሑትን ኣይትሓልፍን እያ ድሮ እውን ኢራን ጀሚራታ ኣላ። እቲ ምስጢር ነዚ ዝመስል ኮይኑ ብዝኾነ ግን ኤርትራ ናይ ተስፋ ሃገር እያ እተን ዳሕረዎት ቀዳሞት ክኾና እየ ዝብል ትምኒት ድማ ኣሎ። እታ ምብራቓዊት ሃገር ሃገረ ቁዱስ ሃገረ ሰማእታት ኤርትራ ክትስዕር እያ ዝብል ጽሑፍ ኣሎ እሞ ግድን እያ ድማ ኤርትራ ናይ ዓለም ስሕበት ክትከውን። ንግዜ ጥራይ ንግደፎ እምበር ንኺድ ጥራይ ብርሃን እዩ ቅድሜና። ብመጥቃዕቲ ኢራን ዓቕላ ዝጠንቀቐት ሕቡራት ኤምሬት ዓረብ፣ ብረይደን እታ ሃገር ኣብ እዋን ውግእ ኢና ዘለና ክብል ንህልው ኩነታት ብዝምልከት መግለጺ ሂቡ። ብረይደን ሕቡራት ኤምሬት ዓረብ መሓመድ ቢን ዛይድ ኣብ ርእሰ ዓበይቲ ከተማታት እታ ሃገር ብቐጻሊ ዝካየድ ዘሎ መጥቃዕቲ ሚሳኤል ኢራን ኣምልኪቱ ኣብ ዝሃቦ መግለጺ ሃገሩ እዉጅ ውግእ ከምዘላ ኣፍሊጡ። እዚ መግለጺ ድሕሪ እዚ ሎሚ ኢራን ብካማካዚ ድሮን ኣብ ዝተፈላለዩ ከተማታት እትፍጽሞ ዘላ መጥቃዕቲ ዝወጸ እዩ። ብረይደን መሓመድ ቢን ዛይድ ኣል ናህያን ወሲኹ፣ ሃገሩን ንድሕነት ሃገርና፣ ህዝብናን ነበርትናን ግቡእና ክንፍጽ ኢና ብምባል፣ እታ ሃገር ንኹሎም ኣብ ውሽጢ ኢማራት ዝርከቡ ሰባት ንምክልኻል ቃል ኣትዩ። እዚ ከምዚ ኢሉ እንከሎ ድማ ኣብዚ ክልተ መዓልቲ መርከባት ኢማራት ኣብ ዝቃጸላሉ ዘለዋ እዋን፣ ሎሚ ናትና ኤሪ ፕረስ ሒዝዎ ወጺኡ ዘሎ ዜና መሰረት፣ ሓይሊ ባሕሪ ኤርትራ መርከብ ኢማራት ሒዙ ከምዘሎ ገሊጹ ኣሎ። እቲ ሓበሬታ ከምዝገለጾ፣ ኣብዚ ሕጂ እዋን ብዘሎ ናይ ጸጥታ ስግኣት ብዝተላዕለ ዝተፈላለያ ሃገራት ናብ ማያት ኤርትራ ይኣትዋሉ ኣብ ዘለዋሉ እዋን፣ እዛ ንብረት ናይ ኢማራት ዓረብ ምዃና ዝተነገረላ መርከብ፣ ብዘይ ፍቓድ ሓይሊ ባሕሪ ኤርትራ ናብ ክሊ ማያዊ ኤርትራ ብምእታዋ ከም ዝተታሕዘት እዩ ገሊጹ ዝርከብ። በዚ ዝምልከት ድማ ካብ ሰብ መዚ ኤርትራ ይኹን ካብ ሰብ መዚ ኢመራት ዝወጸ መረዳእታ የለን። በዚ ዝምልከት ሓድሽ ዜና ተወጽዩ ድማ ናባኹም ክነብሎ ኢና። ንቓልሲ ህዝቢ ኤርትራ ዘዐወት ሓፋሽ ይንቃሕ ይወደብ ይተዓጠቕ ዝብል መትከል እዩ። ወዲ በሻሻ ካብ ጋዜጠኛታት ናይ ቴሌቪዥን ኢትዮጵያ ንላዕሊ ብብዝሒ ናብ ቴሌቪዥን እናቐረበ እንተመደረ ሻዕብያ ስቕ